ዝኸበርኩም ሰማዕትና ንፈነዉና ክትከታተሉ ብኽብሪ ንዕድመኩም።
ጥዕና ይሃበልና ዝኸበርኩም ተኸታተልቲ ፈነወ ራድዮ ቢቢሲ፣ ኣብ ናይ ሎሚ መደብና ቀዳማይ ሚኒስተር ኣብይ ኣሕመድ ሳልሳይን ናይ መወዳእታን ዝበሎ ወተሃደራዊ መጥቃዕቲ ክጅመር ኣዚዙ። ሕቡራት ሃገራት ጉዳይ ኢትዮጵያ ብፖለቲካዊ ልዝብ መዕለቢ ክግበረሉ ጸዊዑ። እቲ ኲናት ካብ ዘለዎ ብኢሱ ሰለማውያን ሰባት ከይጉድኡ እቶም ኣብ ኲናት ተጸሚዶም ዘለዉ ፖለቲካዊ ልዝብ ክገብሩ ኢና ንጽውዕ።
ኣብ ወጻኢ ዝነብሩ ተወለድቲ ትግራይ ብዛዕባ ህሉው ኩነታት ዓዶም ዘለዎም ሻቕሎት ኣካፊሎምና ኣለው። እሰይ ዋላ ብጥሜት ድዮም ክሞቱ ብጥይት ድዮም ክሞቱ ንፈልጦ ነገር የሉን። ኣብ ማእኸል ናይ ኩናት ኤርያ ኣለዉ ቤተሰበይ ምሳኻ ክትሓስብ ከለኻ ጭንቂ ይፈጥረልካ።

ቅድም ክብል ሓይልታት ትግራይን መራሕቲ ህወሓትን ኣብ ሰምዓን ክልተን ሰዓታት ኢዶም ክህቡ ካብ መንግስቲ ኢትዮጵያ ፃውዒት ቀሪብሎም ነይሩ። ኮይኑ ግና መራሕቲ ህወሓት ነቲ ፃውዒት ኣይተቐበልዎን። እቲ ቀዳማይ ሚኒስቴር ሎሚ ኣብ ዘሕለፎ መልእኽቲ ኣብዚ ወፍሪ ቀንዲ ቆላሕታ ሰራዊት ኢትዮጵያ ንከተማ መቐለ ምቁፅፃር እዩ፣ ከተማ መቐለ ሓያል ሃስያ ከይወርዳ ክንዲ ዝከኣለና ክንፅዕር ኢና ድማ ኢሉ። ዝሓለፈ ሰሙን ሰራዊት ኢትዮጵያ ንከተማ መቐለ ብታንኪን ከቢድ ብረትን ክኸብብ ትልሚ ከምዘለዎ ምስ ገለጸን፣ ሰላማውያን ነበርቲ ንርእሶም ከድሕኑ እንተዘየሎ ግን ምሕረት ኣይክህልውን ድሕሪ ምባሉ፣ ሕቡራት ሃገራትን ካልኦት ተሓለቕቲ መሰላትን ድሕነት ሰላማውያን ሰባት ክሕልዎ ጻውዒት ገይሮም'ዮም። ንመንግስታት ፌደራልን ክልል ትግራይን ናብ ሰላማዊ ልዝብ ከቕርቡ ብኣቦ መንበር እቲ ሕብረት ኣፍሪቃ ፕሬዚደንት ደቡብ ኣፍሪቃ ሲሪል ራማፎዛ ዝተሓጸዩ ሰለስተ ልኡኻት ወከልቲ ሕብረት ኣፍሪቃ'ውን ሎሚ ናብ ከተማ ኣዲስ ኣበባ ኣትዮም ኣለው። ርእሰ ከተማ ክልል ትግራይ መቐለ ኣስታት ፍርቂ ሚልዮን ሰባት ዝነብሩላ ከተማ ምዃና ይግለፅ። ሰራዊት ምክልኻል ኢትዮጵያ ነታ ከተማ ኣብ ከበባ ኣእትየያ ኣለኹ ይብል። ሓይሊታት ትግራይ ግን ገና ካብ መቐለ ኣብ ዝረሓቑ ከባብታት ውግእ ይካየድ ምህላዉ እዮም ዝገልፁ። ሓይልታት ትግራይ ትማሊ ኣብ ዘውፅእዎ መግለፂ ኣብ ከባብታት ሓውዜን ከምኡ'ውን ነበለት ውግእ ከምዝተኻየደን ኣብቲ ውግእ ዓወት ከምዘመዝገቡን ገሊፆም። ቀዳማይ ሚኒስቴር ኣብይ ኣሕመድ እዚ ኲናት ካብ ዝጅምር ኣትሒዙ ክልተ ሻብ ንሓይልታት ትግራይ ኢድኩም ሃቡ ዝብል ፃውዒት ኣቕሪቡ። መራሕቲ ትግራይ ግን ነዚ ፃውዒት ነፂገሞ እዮም። ነቲ ብሰኑይ ዝተውሃበ ናይ ሰብዓን ክልተን ሰዓታት ገደብ ግዜ ድማ ኣብይ ኣብ ግንባራት ንዝበፅሖ ስዕረት ንምሽፋንን ሰራዊቱ ደጊሙ ንምእካብን ዝተጠቐመሉ እዩ ይብሉ። ኣብይ ኣሕመድ ብወገኑ ነዚ ገደብ ግዜ ዘቐመጠ ድልየት መንግስቲ ምኽባር ሕጊ እምበር ኲናት ዘይምዃኑ ንምርኣይ ምዃኑ እዩ ዝገልጽ። እቲ ቀዳማይ ሚኒስተር ኣብቲ ዝተዋህበ ሰዓታት ብኣሽሓት ዝቑጸሩ ኣባላት ፍሉይ ሓይልን ሚልሻን ትግራይ ኢዶም ሂቦም ኢሉ። ሕዳር ኣርባዕተ ኣብ ትግራይ ዝተጀመረ ኲናት እቲ ከስዕቦ ዝኽእል ሰብኣዊ ክሳራ ንብዙሓት ኣሻቒሉ ይርከብ። ቀዳማይ ሚኒስተር ኣብይ ኣሕመድ፣ ሰራዊቱ ናብ መቐለ ቀሪቡ ምህላው ብምግላጽ፣ ቅድሚ ሰለስተ መዓልታት ዝሃቦ ናይ ሰብዓን ክልተን ሰዓታት ኢድኩም ሃቡ መጸዋዕታ፣ ብወገን ሓለፍቲ ክልል ትግራይ ተቐባልነት ከምዘይብሉ ምስ ተሓበረ፣ ሰራዊት ፌደራል ካብ ሎሚ ንግሆ ጀሚሩ ሳልሳይን ናይ መወዳእታን ዝበሎ መጥቃዕቲ ክወስድ ሎሚ ንግሆ ትእዛዝ ተዋሂብዎ ኣሎ። ወሃቢ ቃል ዋና ጸሓፊ ሕቡራት ሃገራት ዝኾነ ፉርሃን ዓዚዝ ሓቅ ነቲ ኣብ ትግራይ ዘሎ ቅልውላው ዝምልከት ምስ ቢቢሲ ኒውስደይ ዝገበሮ ቃለ መሕተት ይስዕብ።
ኣብ ኢትዮጵያ ዘለዉ መራሕቲ ሰለማውያን ሰባት ንኸይጉድኡ ኩሉ ክግበር ዝግብኦ ነገር ክገብሩ ኣለዎም። ብሰንኪ እዚ ኹናት ብዙሓት ሰባት ካብ ቤት ንብረቶም ተፈናቒሎም ኣለዉ፣ ብዙሓት ከኣ ናብ ሱዳን ተሰዲዶም ኣለዉ። ንሕና እውን እቶም ሓገዝ ዘድልዮም ሰባት ሓገዝ ንኽረኽቡ ኩሉ ዲፕሎማስያዊ ጻዕርታት ንገብር ኣለና። ኣብዚ ነጥቢ እዚ ኣቦ ወንበር ሕብረት ኣፍሪቃ ፕረዚደንት ስሪል ራማፎዛ ዝወሰዶ ተበግሶ ኣዚና ኢና ንድግፎ ከምኡውን ክቡር ዋና ጸሓፊ ኣንቶንዮ ጉተረዝን ኣብ ባይታ ዘለዉ ኣባላትናን እቲ ክግበር ዘለዎ ኩሉ ንኽግበር ይጽዕሩ ኣለዉ። ብፕሬዝደንት ደቡብ ኣፍሪቃን ዋና ጸሓፊ ሕብረት ኣፍሪቃን ዝተመዙ ሰለስተ ፕሬዝደንታት ኣፍሪቃ ነቲ ኣብ መንጎ መንግስታት ፌድራልን ትግራይን ዝተወለዐ ኹናት ንኸሸምግሉ ሕቶ ድሕሪ ምቕራቦም ቀዳማይ ሚኒስተር ዓብይ ኣሕመድ እቲ ኣብ ትግራይ ዝካየድ ዘሎ ኲናት ምኽባር ሕግን ውሽጣዊ ጉዳይን እዩ ዝብል መልሲ ከም ዝሃበ ብምዝኽኻር፣ እዞም ሕብረት ኣፍሪቃ ክሽምግሉ ዝለኣኾም ፕሬዝደንታት እንታይ ውጽኢት ከምጽኡ እዮም ዝብል ሕቶ ንወሃቢ ቃል ዋና ጸሓፊ ሕቡራት ሃገራት ፉርሃን ዓዚዝ ሓቅ ቀሪብሉ። Our basic position, as well as that of our colleagues. ናትናን ናይ መሻርኽትናን ዝኾነ ሕብረት ኣፍሪቃ መሰረታዊ መርገጺ እዞም ሸምገልቲ ክስምዑን እዚ ጉዳይ ዲፕሎማሲያዊ ፍታሕ ክርከቦን ኣለዎ ዝብል እዩ። ክሳብ ሕጂ ኣዝዩ ዓቢ ዕንወትን፣ ሞትን ኣጋጢሙ ከም ዘሎ ኢና ንፈልጥ። ሓደ ከስምረሉ ዝደሊ ነገር ከኣ በቲ ሰብኣዊ ጉዳያት እንተ ርኢናዮ ክሳብ ሕጂ ልዕሊ ኣርብዓን ክልተን ሽሕ ሰባት ናብ ሱዳን ተሰዲዶም ኣለዉ። ስለዚ እዚ ነገር ካብ ውሽጣዊ ጉዳይ ናይ ኢትዮጵያ ሰጊሩ ጎረባብቲ ሃገራት ክጸሉ ጀሚሩ ኣሎ። ኣብ ውሽጢ ኢትዮጵያ እውን ክሳብ ተስዓን ሽዱሽተን ሽሕ ዝኾኑ ንውሽጣዊ ምፍንቓል ተቓሊዖም ከም ዘለዉ ተፈሊጡ ኣሎ።
Ethiopia። ኣብ ክልል ትግራይ ኲናት ካብ ዝጅመር መስመራት ቴሌፎንን ኢንተርኔትን ስለዝተቋረፀ ኣብ ባይታ እንታይ እዩ ዘጋጥም ዘሎ ንምፍላጥ ኣዝዩ ኣሸጋሪ እዩ ኮይኑ ዘሎ። መንግስቲ ፌዴራል ነታ ኣስታት ፍርቂ ሚልዮን ህዝቢ ዝነብረላ ርእሰ ከተማ ክልል ትግራይ ዝኾነት ከተማ መቐለ ኣብ ከበባ ኣእትይዋ ከምዘሎ ዝገለፀ ኮይኑ እቲ ብቀዳማይ ሚኒስትር ዓብዪ ኣሕመድ ን ሰብዓን ክልተን ሰዓታት ተዋሂቡ ዝነበረ ናይ ኢድኩም ሃቡ መፀዋዕታ ትማሊ ድሕሪ ምብቅዑ እቲ ሎሚ እቲ ሳልሳይን ናይ መወዳእታን ዝበሎ መጥቃዕቲ ክካየድ ንሰራዊቱ ትእዛዝ ከምዝሃበ ሓቢሩ እዩ። ኣብታ ከተማ መጥቃዕቲ እንተተፈጺሙ እንታይ እዩ ከስዕብ ዝኽእል ዝብል ሕቶ ንወሃቢ ቃል ዋና ጸሓፊ ሕቡራት ሃገራት ፉርሃን ዓዚዝ ሓቅ ቀሪብሉ። We've made it clear that. ንጹር ሓሳብ ኢና ሂብና። ኣብ መቐለ ናይ ከቢድ ብረት ደብዳብ ክህሉ'ዩ ምስ ሰማዕና፣ ኩልና ብሰንኪ እዚ ስጉምቲ'ዚ ሰለማዊ ሰብ ከይህሰ ክልቲኦም እቶም ኣብ ኲናት ተጸሚዶም ዘለዉ ኣካላት ክንምሕጸኖም ኢና ጸኒሕና። እዚ ዋላ ዋና ጸሓፊ ክቡር ኣንቶንዮ ጉተረዝ፣ ክብሎ ዝጸንሐ እዩ። ቀንዲ ዕላማና ከኣ ህይወትን መሰረታዊ ሰብኣዊ መሰላትን ናይቶም ኣብቲ ቦታ ዘለዉ ሰለማውያን ሰባት ብዝተኻእለ መጠን ንክሕሎ እዩ።
ቀዳማይ ሚኒስትር ኣብይ ኣሕመድ፣ እዚ ኣብ ትግራይ ዝካየድ ዘሎ ኲናት ውሽጣዊ ጉዳይ ስለዝኾነ ምትእትታው ዓለምለኻዊ ማሕበረሰብ ከምዘየድሊ ትማሊ ምግላጹ ዝዝከር ኮይኑ፣ ሓለፍቲ ትግራይ ግን ኣብዚ ኲናት ሰራዊት ኤርትራ ይሳተፍ ከምዘሎ እዮም ዝገልጹ። መንግስቲ ኤርትራ ብወገኑ ብመንገዲ ሚኒስተር ወጻኢ ጉዳያት ኤርትራ ኣቶ ዑስማን ሳልሕ፣ ኤርትራ ኣብ ጉዳይ ኢትዮጵያ ኢዳ ከምዘየእተወት ንሮይተርስ ብቴሌፎን ምሕባሩ ይዝከር። ከምቲ ህወሓት ዝብልዎ ኤርትራ ኣብዚ ኲናት ትሳተፍ እንተሃልያ ምላሽኩም እንታይ'ዩ ዝብል ሕቶ'ውን ንወሃቢ ቃል ዋና ጸሓፊ ሕቡራት ሃገራት ፉርሃን ዓዚዝ ሓቅ ቀሪብሉ። ዝምድና ተዋዲዱ ንሕና እዚ ጉዳይ ዝኾነ ካልእ ወተሃደራዊ ምትእትታው ክህልዎ ኣይንደልን ኢና፣ እዚ ከኣ ብንጹር ኢልናዮ ኢና። ኣብዚ ሕጂ ዘሎ ጉዳይ፣ እቲ ኲናት ካብዚ ዘለዎ ብኢሱ ሰለማውያን ሰባት ከይጉድኡ፣ እቶም ኣብ ኲናት ተጸሚዶም ዘለዉ ፖለቲካዊ ልዝብ ክገብሩ ኢና ንጽውዕ።

ተሻቒልነን ኢና ወርሒ ወርሒ ምና ንስለ ንሰደሎም ይነበርና ሕጂ ናይ ባንክ ተዓጽዩ ናይ ስልኪ ብጣዕሚ ሸቕሎት እንዮ ብዙሕ ሰብ ስለ ልሞት ስለ ንሰምዕ ለለ ባዕልና ኢና ክንሰርሕ ኣይንኽእሊ ልብና ጠጠው ኢላ ስብ መሕዘኒ እዩ። እወ ኣነ ኣብ ስዊድን እየ ዘለኹ ኩነታት ዓድና ካብ ዝፍጠር ጀሚሩ ብኖርማል ክንዲ ቅስን ክንሓስብም ኣይከኣልናን። ሕሰቦ ምስ ቤተሰብካ፣ ምስ ኣሕዋትካ፣ ምስ ኣዕርኽትኻ መዓልቲ መዓልቲ ብዚ ተፈጢሩ ዝነበረ ናይ ግሎባላይዜሽን ኮሙኒኬሽን ሜትድ ኣብ መዓልትስ ምሉእ ግዜኻ ትራኸብ ከብ ክግበር ከሎ ኩሉ ሚንስ ኦፍ ኮሙኒኬሽንካ ከመይ ዓይነት ስምዒት ክፈጥረልካ ከም ዝኽእል ምግማቱ ቀሊል ይመስለኒ። ብሕክምና። መድሓኒት፣ ነዳዲ ዘድለዩ ሓደ ሓደ መስ ዝቐርቡ ነገራት ንመድሕን ሕብረተሰብ ኣይረኽቡን ዝህልው ብተወሳኺ ካዓ ኣብ ማእኸል ናይ ኩናት ኤርያ ኣለው ቤተሰብ ኢልካ ትሓስብ ከለኻ ከመይ ዓይነት ጭንቂ ክፈጥረልካ ከም ዝኽእል ምግማቱ ከቢድ ኣይመስለንን ንኣኻ እና ብጣዕሚ ካብ ትግምቶ ብላዕሊ ኣብ ውጥረት ኢና ዘለና። ሕዚ ድማ ሓጸርቲ ዜናታት እዚ ዕለት ከቕርበልኩም። ኣብ ኤርትራ ሸሞንተ ተወሰኽቲ ሰባት ብኮረና ቫይረስ ከም ዝተለኸፉ ሚኒስትሪ ጥዕና ሓቢሩ። እቶም ኣብ ዞባ ጋሽ ባርካ ኣብ ዝርከቡ መወሸቢ ማእኸላት ዝተመርመሩ ሰባት ኣብዚ ቀረባ ሳምንታት ብፍኑ ካብ ሱዳን ዝተመልሱ ዜጋታት ምዃኖም እቲ መግለጺ ጠቒሱ። ካልኦት ኣርባዕተ ኣብ ሆስፒታላት እቲ ዞባ ዝጸንሑ ድማ ሓውዮም ተፋንዮም ኣለው። ኣብ ፕሬዝደንታዊ ምርጫ ቡርኪናፋሶ ፕሬዝዳንት ማርክ ካቦረ ንኻልኣይ ብረት ዓዊቱ። እቲ ሓምሳን ሸሞንተን ሚእታዊት ብምርካብ ዝተዓወተ ካቦሮ ንዝቕፅል ሓሙሽተ ዓመት ከገልግል ምዃኑ ተፈሊጡ። ኣብቲ ዝተኻየደ ምርጫ ፍርቂ እቶም ከድምፁ ዝተመዝገቡ መረፅቲ ጥራይ እዮም ተሳቲፎም። ቤት ፍርዲ ቱርኪ ነቶም በቲ ናይ ክልተ ሽሕን ዓሰርተ ሽዱሽተን ፈተነ ዕልዋ መንግስቲ ዝተኸሱ ሰለስተ ሚእትን ሰላሳን ሸውዓተን ወተሃደራዊ ቀኖናትን ካልኦትን ንሕልፈት ፈሪዱ። እቶም ኣብረርቲ ሓይሊ ኣየርን ኣዘዝቲ ሰራዊትን ዝርከብዎም ኣስታት ሓሙሽተ ሚእቲ ከስብሳት ንፕሬዚደንት ረሲፕ ታይፕ ኤርዶጋን ክቐትሉ ፈቲኖም፣ ብሓይሊ ትካላት መንግስቲ ክቆፃፀሩ ፈቲኖም ዝብሉ ዝርከብዎም ክስታት ቀሪቦምሎም። ኣብ ኬንያ ሓደ ሞይቱ ተባሂሉ ዝተገንዘ ሰብ ሃንደበት ሃለዋቱ ከምዝፈለጠ ሰብ መዚ ሆስፒታል ገሊፁ። ወዲ ሰላሳን ክልተን ዓመት ፒተር ኪገን ኣብ ገዝኡ ብጽኑዕ ሓሚሙ ድሕሪ ምውዳቑ ናብ ሆስፒታል ተወሲዱ። ሰብ ሞያ ሕክምና ድማ ሞይቱ ኢሎም ናብ መጽንሒ ሬሳ ሰዲዶምዎ። ኣብኡ ድማ ሃንደበት ሃለዋቱ ፈሊጡ ተባሂሉ። ሰብ መዚ ርእሰ ከተማ በርሊን ንሓደ ጎዳና ብስም ፍልጥቲ ታንዛንያዊት ተቓላሲት ናጽነት ሰይሞም። እቲ ጎዳና ብስም ኣብ ግዜ መግዛእቲ ኣመሓዳሪ ምብራቕ ኣፍሪቃ ዝነበረን ጃምላዊ ቅትለት ፈጺሙ ተባሂሉ ዝኽሰስን ጀርመናዊ'ዩ ዝጽዋዕ ነይሩ። ኢትዮጵያዊት ተጻዋቲት ኩዕሶ እግሪ ሎዛ ኣበራ ቢቢሲ ኣብ ዘዳለዎ ዝርዝር ኣብዚ ዓመት ጽልዋ ዝፈጠራ ሓደ ሚእቲ ደቂ ኣንስትዮ ኣትያ ኣላ። ኣብዚ ዛዕባ'ዚ ዝቓኒ ጋዜጠኛ ቢቢሲ ኣምሓርኛ ካሌብ ሞገስ ኣዘራሪቡዋ ኣሎ። ኣዝየ ተሓጒሰ ኣለኹ። እቲ ሓጎስ እውን ብቓላት ዝግለጽ ኣይኮነን። ኣብ ዓለም ካብ ዘለዉ ሰባት ኣብ ዝርዝር ጽልዋ ዝፈጥሩ ክኣቱ ሓሲብ ኣይፈልጥን እየ። ስለዚ ብህይወት እንከለኹ ነዚ ክርኢ ምኽኣለይ ሓደ ታሪክ እዩ። ኣብ ናይ ኩዕሶ ታሪኸይ ኣብ ከምዚ ዝበለ ደረጃ በጺሐ ኢለ ክዛረበሉ ዝኽእል ሓደ ዓወት ስለዝኾነ ደስ ኢሉኒ ኣሎ።
ብጣዕሚ ደስ ብሎኛ። ቢቢሲ ኣብ ዝተፈላለየ ዓውድታት ጽልዋ ዝፈጠራ ደቂ ኣነስትዮ ዓመታዊ ሓደ ሚእቲ ይረቁሕ'ዩ። ሎዛ እውን ሓንቲ ካብዘን ሓደ ሚእቲ ብምዃና ኣብ ሞያኣ ሓደ ድርኺት ዝፈጥር ምዃኑ'ያ ትጠቅስ። በብዙ ስራዎች ተጽዕኖ ይፈጠር። ኣብ ዝተፈላለየ ሞያታት ጽልዋ ምስ ዝፈጠራ ሓደ ሚእቲ ደቂ ኣንስትዮ እየ ተሰሪዐ ዘለኹ። እዚ ኣብ ጸወታ ኩዕሶ እግሪ ዘበርከትክዎ ከርቁሓኒ ካብ ዝከኣለ ሓደ ጽልዋ ክፈጥር ክኢለ ኣለኹ ማለት'ዩ። ስለዚ እዚ ኣነ ጽቡቕ ከም ዝሰራሕኹ ተመሊሱ ንነብሰይ ዘበሰረ'ዩ። ብሓፈሻ ኣነ እተን ምሳይ ተዘርዚረን ዘለዋን ካልእን ደቂ ኣንስትዮ ኣብ ዓለም ክሳብ ክንደይ ጽልዋ ክፈጥራ ከም ዝኽእላ ዘርኢ እዩ። ኣነ ከኣ ኣብቲ ዝርዚ ስለ ዝኣተኹ ጽልዋ ክፈጥር ክኢለ እየ ማለት እዩ። ስለዚ ዘሐጉስ ነገር እዩ። ብደረጃ ሃገርና ክንርእዮ እንከለና ኣቐዲመን ኣብዚ ደረጃ ዝበጽሓ ጎየይቲ ነይረን እየን። ካብ ኩዕሶ እግሪ ከኣ ኣነ ኣብቲ ዝርዝር ኣትየ ኣለኹ። ዘሐጉስ እዩ። እጅግ በጣም ደስታውን ደሞ ጥፍ ያረገዋል። ሎዛ ኣቐድም ኣቢላ ኣብ ሃገረ ማልታ ምስ ክለብ። ቢድሂ ካራ ብምዃን ዓበይቲ ዓወታት ክትሓፍስ ዝኸኣለት ተጻዋቲት ኩዕሶ እግሪ እያ። ኣብዚ ሕጂ እዋን ከኣ ምስ ጋንታ ንግዲ ባንኪ ኢትዮጵያ ሓድሽ ኮንትራት ፈሪማ ትርከብ። ንኣውሮጳዊት ክለብ ገዲፍኪ ኣብ ናይ ኢትዮጵያ ጋንታ ክትጻወትሉ ዝመረጽኪ ምኽንያት እንታይ እዩ ዝብል ሕቶ ቀሪብናላ። ከነሱ ጋር ዲል ኣለኝ። ምስ ጋንታ ንግዲ ባንኪ ክፈራረም ከለኹ ዝተሰማማዕናሉ ነጥቢ ኣሎ። ዝኾነ ካልእ ኤውሮጳዊት ጋንታ ካብ ጋንታ ንግዲ ባንኪ ዝሓሸ ውዕል ሒዞም እንተመጽዮም፣ ናብታ ዝሓሸት ጋንታ ክኸይድ ከም ዝኽእል ምስ ጋንታይ ተሰማሚዕና ኣለና። እቲ ቀንዲ ጸገም ዝነበረ ጉዳይ ለበዳ ኮሮናቫይረስ እዩ። ኮቪድ ዓሰርተ ትሽዓተ ንኹሉ ቁጠባ እዛ ዓለም ስለ ዝሃሰዮ ጋንታታት እውን ከም ኩሉ ብቁጠባ ተሃስየን እየን። ብሰንኪ እዚ እቲ ዘቕርባልካ ዋጋ እውን ዘዕግብ ኣይኮነን። ኩሉ መስርሓት መገሻ እውን ብሰንኪ እዚ ለበዳ ስለ ዝተጓተተ ኣነ ካብ ጸወታ ደው ክብል ኣይመረጽኩን። እናተጻወትኩ ዝስዕብ ምዕባለታት ክከታተል እየ። እኛ ሃገር ላይ ሴቶች ኣብ ሃገርና ደቂ ኣንስትዮ ማዕረ ደቂ ተባዕትዮ ይኽፈላን። ኣነ ውን ከምኡ ማለት ዩ እንተኾነ እቲ ክፍሊት ክብ ክብል ኣለዎ እተን ንሕና ጽልዋ ፈጢርናለን ብድሕሬና ዝመጻ ደቂ ኣንስትዮ ዝሓሸ ክፍሊትን መድረኽን ክረኽባ ኣለወን ነዚ ከኣ እተን ሕዚ ዘለና ኢና ክነዕርዮ ኣነ ምስዚ ዘሎ ኩነታት ብምንጽጻር ዝሓሸ ክፍሊት እየ ዝኽፈል ዘለኹ እንተኾነ እዚ እኹል ኢልና ኣይኮናን ንሓስብ። በቂያችን ነው ብለን የምናስበው አይደለም። ሰራዊት ኣውስትራልያ ምስቲ ኣብ ኣፍጋኒስታን ተፈጺሙ ዝበልዎ ቅትለት ናይ ሰላሳን ትሽዓተን ሰላማውያን ሰባትን ምሩኻትን ብዝተሓዝ ዓሰርተ ኣባላት ፍሉይ ሓይሊ ኣባሪሩ። ካልኦት በቲ ቅትለት ብቐጥታ ዝተኸሱ ዓሰርተ ትሽዓተ ኣባላት ናብ ፍርዲ ክቐርቡ ትጽቢት ይግበር። ቀዳማይ ሚኒስተርን ላዕለዋይ ኣዛዚ ሰራዊትን እታ ሃገር ይቕረታ ሓቲቶም ኣለዉ። ክሳብ መወዳእታ መደብና ሓቢርኩምና ስለ ዝጸናሕኩም ነመስግን። ኣብ ናይ ጽባሕ መደብና ዳግማይ ክሳብ ንራኸብ ሰሰናዩ።